እዚ ካብ ልነግረኩም ጸብጻብ ዋጋ ተላዒልኹም ኣብ ትግራይ ኣብ ዝኸስ ሰዓት ገዛ ምስራሕ ይኸብድ ዶ ወይስ ዳሕና እዩ ልብል ገምጋምኹም ኣብ ኮሜንት ጸሓፉለይ። ሰላም ሰላም ንዕዳጋ መቐለ ተኸታተልቲ ሎማዓንቲ ዕለት 30 ወርሒ 8 2017 ዓ ም ብሓድሽ ፀብፃብ ዋጋ ተመሊሰ ይመፅ እኒኹ ዓንቲ ካብ እንሪኦም ድማ ናይ ቀለም ዋጋ ናይ ቴንዲኖ ሲሚንቶ ሓሸዋ ጠፀር ካልኦት ብሎኬት እምኒ ብምሉእ ጠቕላላ ሎማዓንቲ ክነግረኩም እዩ ማለት እዩ ስለዚ ብምሉእኹም ብተኻለኩም መጠን ቢሮ ወረቐት ሃሊኩም ሒዝኩም ናይ ሎማዓንቲ ዋጋ መዝግቡ ብፍላይ ኣብ ገዛ ምስራሕ ዘለኹም ወዝኻ ሰዓት እንታይ ኣፈላላይ ሃምለሎ ኣብ ሰሙን እዚ ናፅናዕኹም ተትኸዱ ንዓኻትኩም ልሓሸ ልኾነ ነገር ክትረኽቡ ስለ ትኽእሉ ማለት እዩ ስለዚ ቢሮ ወረቐት ይሕዝኹም ለላ ነገር ናብ መዝገቡም ከዶ ሎማዓንቲ ብባልዲ እና ብፍረ ቴንዲኖ ክንደም ለሎ ሙሉእ ልኾነ ኢንፎርሜሽን ከኩም እየ ቀለም ለላ ንኳርቲስ ናብ ውሽጢ ገዛና ናደገ ህንደም ለሎ ብሓፈሻ ንሪእና ማለት እዩ ስለዚ ንሸሞንተ ሽሕ ልግበር ጉዕዞና ኣለኸ ዝለ ተጠናኺሩ ናቐፀለ ርከብ ሰማንያ ሰብ ኢና ንቐሪ ኸዚ ናብ ሸሞንተ ሽሕ ንክንኣቲ ሰማንያ ሰብ ብቻ ኢና ንቐሪ ስለዚ እስካዕ ሐዚ ሰብስክራይብ ዘይገርኩም ሰባት ተሃሊኹም ሰብስክራይብ ገሩ ላይክ ለላ ሓሙሽተ ሚእቲ ነእትያ ንቐፅል ስለዚ ቴንዲኖ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ሓደ ብሓደ ንራ በዓል ሸሞንተ ኣብ ዝኸ ሰዓት ናብ ቱርኪ ንሓደ ፍረ ማለት እዩ ሸሞንተ ሚእቲ እናተሸጠ ይርከብ በዓል ሸሞንተ ሸሞንተ ሚእቲ በዓል ዓሰርተ ድማ ሓደ ሽሒ ክልተ ሚእቲ ዒስራ እዩ በዓል ዓሰርተ ሓደ ሽሒ ክልተ ሚእቲ ዒስራ እዩ

ንባልዲ ለሎ ድማ ብባልዲ ብዙሕ ሰባት ትጥይቑኒ ኢኹም ንባልዲ ለሎ ኣብዚ ሰዓት 330 ሽሕ እዩ እናተሸጠ ንርከብ ብባልዲ ትደሊ ሰባት ብዙሕ ሰባት ናብ ቱርኪ ትጥይቑኒ ኢኹም ብውሽጢ መስመር ስለዚ 330 ሽሕ እናተሸጠ ይርከብ ማለት እዩ ኣብ ተለኹም ክነግረኩም ደሊ ባልዲ ከክንዲ ኸዚ ንኣብነት እሳር ሓንቲ ባልዲ ትበሃል እሳር ጥማር ሰለኾነት ሓንቲ እሳር ቲንዲኖ እዚኣ ማለት እዩ ህንደይ ትሕዝ ተልኹም ንበዓል ሸሞንተ በዓል ሸሞንተ ንፍረ 424 ፍረ እያ ትሕዝ እዛ በዓል ሸሞንተ ትበሃል እዛ ጥማር እዚኣ ማለት እዩ ኣርባዕተ ሚእቲ ዕስራይ ኣርባዕተይ ፍረ እያ ትሕዝ እያ ኩሉ ግዜ ቀዋሚት እያ እዚኣ በዓል ዓሰርተ ድማ ክልተ ሚእቲ ሰብዓ ኣርባዕተይ በዝሒ እያ ትሕዝ ካብ ልለ በዓል ዓሰርተ ክልተ ድማ ሓደ ሚእቲ ተስዓይ ፍረ ትሕዝ ማለት እዩ በዓል ዓሰርተ ክልተ ሓደ ሚእቲ ተስዓይ ፍረ ትሕዝ በዓል ዓሰርተ ኣርባዕተ ድማ ሓደ ሚእቲ ኣርባዓይ ፍረ ትሕዝ ማለት እዩ እዛ ንባልዲ ስታር ትበሃል ማለት እዩ ስለዚ በዓል ዓሰርተ ሽዱሽተ ለላ ሓደ ሚእቲ ሸሞንተይ ፍረ ትሕዘልና ማለት እዩ ስለዚ እዚኣ እያ ኩሉ ግዜ ካብዚኣ መሰረት ተላዕልኹም ኢኹም ንእሳር ክበሃል ተሎ ወይ ድማ ዞዝኒኣ ኣብ ዝፈቶ ለሎ እዚኣ ባልዲ ተባሂላ ትሕዝ በዓል ሸሞንተ ኣርባዕተ ሚእቲ ዕስራ ኣርባዕተይ በዓል ዓሰርተ ክልተ ሚእቲ ሰብዓ ኣርባዕተይ በዓል ዓሰርተ ክልተ ሓደ ሚእቲ ሰዓይ በዓል ዓሰርተ ኣርባዕተ ሓደ ሚእቲ ኣርባዓይ በዓል ዓሰርተ ሽዱሽተ ድማ ሓደ ሚእቲ ሸሞንተይ ፍረ ይሕዛልና እዚአን ድማ ብእሳር ተባሂለ ይፅውዓ ማለት እዩ ስለዚ ህንዲዚ ከዚ ንኣብነት ክልተ ባልዲ ለለይኩም ትኮይኑ እዛ ክልተ ባልዲ በዓል ሸሞንተ ትኮይና ምስታ ልነገርኩኹም ተኣራዊሕኹም ዋጋ ብኣ መሰረት ለላ ዋጋኹም ትፈልጡ ማለት እዩ ህንዲም ለዲልኩም ብኣ መሰረት ትወስዱ ዋጋ ስለዚ ብዚኣ መሰረት ኢኹም ተፅንዑና ሎማዓንቲ ዋጋ ማለት እዩ ካብኡ ከዚ ናብ ናይ ሲሚንቶ ዋጋ ከሕልፈኩም ሲሚንቶ ከ ክንደይ እናተሸጠ ይርከብ ትኢልኩም ደላ ሲሚንቶ ኣብዚ ከ ሰዓት ሽሒ ሓምሳይ እናተሸጠ ይርከብ ዕስራ ቅርሺ ወሲኹ ሎማዓንቲ ሽሒ ሓምሳይ ቦፂሑ ኒኦ ኣነ ግን ክገዝእልኩም ትደልዩ ካብ መኪና ተሃሊኹም ለለ ግን ህዝቢ ብፍላይ ኣብ ውሽጢ መቐለ ትኾንኩም ብጣዕሚ ቆንጆ እዩ ማለት ና ትራንስፖርት ለክንድሉ ኣክል ክውስኸልና ሰለ ይኽእል ካብ መኪና ገዜ ክልኽልኹም ወይ ድማ ናብ ስቶርኩም ከቕምጠልኩም ይኽእል ማለት እዩ ስለዚ እስካብ ሽሒ ሰላሳይ ብልሉ ዋጋ ላይ ክገዘልኩም ሰልኽእል ውሽጢ ብውሽጢ መስመር ንዓየ ኮንታክት ጎርኒ ሓሪፍ ዝኾነ ዋጋ ካብ ክትረኽቡ ትኽእሉ ኢኹም ስለዚ ግን ሽሒ ሓምሳይ ግን ናሎም መዓንቲ ና ሲሚንቶ እናተሸጠሉ ርከብ እዩ ብቸርቻሮ ማለት እዩ ሽሒ ሓምሳይ እናተሸጠ ይርከብ ሲሚንቶ ካብኡ ልለ ከዓይ ክነግረኩም ደሊ ናይ እምኒ ዋጋ እዩ እምኒ ከክንዲ ኒኦ ንቢያጆ ቴልኹምኒ ናይ ገረጓ ኣብ መቐለ ማለት እዩ ቆንጆ ዝኾነ ጸሊም እምኒ ናይ ገረጓ ኣብ ዝኾነ ሰዓት እናሸጦ ዝርከብ ዋጋ 17 ሽሕ እዩ 17 ሽሕ እምኒ እናሸጠ ይርከብ ህንዲ ቢያጆም ልልኩም ሽዱሽተ ድዩ ሓሙሽተ ቢያጆ ድዩ ልልኩም ብፍላይ ንሰረት ንሽንቲ ቤት ትሰርሑ ሰባት ኣለኹም እስካ ሓሙሽተ ሽዱሽተ ከልኩም ስንክል ዋግኡ ድማ ንሓደ ቢያጆ ኣብ ዝኾነ ሰዓት 17 ሽሕ እዩ እናሸጠ ዝርከብ እምኒ ማለት እዩ ካብኡ ናይ ሓሸዋ ለለ ክነገርኩም ዘለኹ ሓሸዋ ከምዛ ነበረት ኣይነ ኣሳለ ሓምሳ ሓሙሽተ ሽሕ እናሸጠ ይርከብ ንሓደ ቢያጆ ማለት እዩ ንሓደ ሲኖትራክ ናይ ተንቤን ቆንጆ ዝኾነ ቀይሕ ሓሸዋ ኣብ ዝኾነ ሰዓት ሓምሳ ሓሙሽተ ሽሕ እናሸጠ ይርከብ ካብኡ ለለ ክነገርኩም ደሊ ፀፀር እዩ ጸጸር ኣብዚ ከዚ ሰዓት ብጣዕሚ ለለ ከቢሩኒ ጸጸር ካብ ሰላሳ ሰለስተ ሽሕ ጀሚሩ ነበረ ሀዚ ሰላሳ ትሽዓንተ ሽሕ ደዩ ዋግኡ ወሲኹኒ ማለት እዩ ጸሊም ጸጸር ንመስርሒ ንመሀደሚ ልኾን ፍሩይ ጸጸር ማለት እዩ ሰላሳ ትሽዓንተ ሽሕ ኣብዚ ከዚ ሰዓት እናተሸጠ ይርከብ ማለት እዩ ጸጸር ብሉኬት እውን ህንዲ ንእቲ ኢልኹምኒ ብሉኬት ሰላሳይ ኣርባዕተይ በዓል ዓሰርተ ሓሙሽተ ሰላሳ ኣርባዕተ ቅርሺ ንሓደ ፍረ እናተሸጠ ይርከብ። በዓል ዓሰርተ ሓሙሽተ ሰላሳ ኣርባዕተ ቅርሺ፣ በዓል ዒስራ ድማ ሰላሳ ሽዱሽተ ቅርሺ እናተሸጠ ይርከብ ንሓደ ፍረ ማለት እዩ። ስለዚ ብዚኤን መሰረት ናይ ልማዓት ዝቢ ዋጋ ኳልኩሌት ትገብሩ። ቀለምኸ ክንዲ እኒኡ ልብል ድማ ቐጺለ ክነግረኩም እየ ማለት እዩ። ስለዚ ልስን ወዲእኹም እውን ናብ ቀለም ደረጃ ልበጻሕኹም ሰባት ተሃሊኹም ወይ ለለ ገዚእኹም መቕማጥ ትደልዩ ሰባት ተሃሊኹም ኸ ስለለ ናይ ደገ ኳርቲዝ ንርኢ ተለና ዋግኡ ኣብ ዝኸ ሰዓት ናይ ውሽጢ ዓዲ ንርኢ ተለና ክልተ ሽሕን ኣርባዕተ ሚእቲ ዕስራይ እናትሸጠ ይርከብ። ኳርቲዝ ናይ ደገ። ወፃኢ እውን ንርኢ ተለና ብዝተፈላለዩ ዓይነት መማረፂ ዲዛይናት እኒኦ። ካብኣቶም ለለ መርኣዪ ሳምፕል ለ ኒኦዎም እዩ። ከምትሪእዎም ኣለኹም እዚ መርኣዪ ሳምፕል ልተሰርሐ እዩ። ናይ ደገ ኳርቲዝ ማለት እዩ። ብናይ ወፃኢ ቀለም ኳርቲዝ ማለት እዩ። ከምትሪእዎ ኣለኹም ሳምፕላት እዩ እዚ። ካብዚ ሳምፕል እዚ መሪፅኹም ምስራሕ ትኽእሉ ኢኹም። ንገዛኹም ትደልይዎ ዓይነት ዲዛይን ካብዚ ትመርፁ ትኽእሉ ኢኹም ማለት እዩ። ስለዚ ናይዚ ደገ ወፃኢ ለሉ ኳርቲዝ ኣብዚ ኸዚ ሰዓት ዋጉ ሓሙሽተ ሽሒ ኣርባዕተ ሚእቲ ሰማንያ እዩ፣ ነዛ ጎማ እዚኣ ትሽወጥ ማለት እዩ። ሓሙሽተ ሽሒ ኣርባዕተ ሚእቲ ሰማንያ እዩ። እዚ ግን እንታይ ኣዩ ኣፈላላዩ ተልኹምኒ እዚ ናይ ወፃኢ ዓዲ ክኾን ተሎ ንባዕሉ ዝኾነ ሻይን ይገብር እዩ። ብደገ ክትሪኦ ትሪኦ ተለካ ብጣዕሚ ደሚቅ እና ቆንጆ ዝኾነ ከለር ክፈጥረና ይኽእል እዩ እዚ ናይ ደገ ማለት እዩ ግን ካብዚ ናይ ውሽጢ ዓዲ ግን ንእሽተይ ዋግኡ ውስኽ ለበለ እዩ ማለት እዩ እዚ ናይ ውሽጢ ዓዲ ዶል ክኾም ክልተ ሽሒ ኣርባዕተ ሚእቲ ዕስራ እዩ እዚ ጎማ እዚ ማለት እዩ እዚ ናይ ደገ ግን ሓሙሽተ ሽሒ ኣርባዕተ ሚእቲ ሰማንያ እዩ እናትሸጠ ልርከብ ማለት እዩ። ካብኡ ለለ እዚ ለሕፀዊ ከዚ ናብ ውሽጢ ገዛ ከኸ ህንደይ ንእትዮ ኢልኹምኒ ህንደይ ወፅሑት ኢልኹምኒ ንሱ ሓደ ሽሒ ክልተ ሚእቲ ሰብዓይ እናትሸጠ ይርከብ። እዚ ናይ ውሽጢ ቀለም እና ገዛ ሓደ ሽሒ ክልተ ሚእቲ ሰብዓይ እዩ ኣብዚ ከዚ ሰዓት እናትሸጠ ልርከብ እሱ እውን ኣብ በዝሒ ክኾን ተሎ ንእሽተይ ቅናሽ ነይዎ እዩ። ስለዚ ቀሪብኩም ንጋር ተኺእልኩም ልኾን ልሓሽ ዋጋለ ክጋኒኩም ይኽእል ኢና ኣብ ደስ ለሉኩምለ ቦታለ ንብጽሕ ንኽእል ኢና ማለት እዩ ስለዚ ትገዝ ተለኹም ቀልም ርኢኹም ተገዚኹም ልሓሸ ነገር ትረኽቡ ትኽእሉ ኢኹም እዚ ማለት ዓንቶ ወይ ንለገርኩም ኣድቫንቴጅ ዞዝኒኦ ሳምፕል ምርኣይ ማለት ኣብ ገዛኹም ኣብ መንደቑ ተሰሪሑ ቅድሚ ምባሉ ኣብዚ ቼክ ተገይሩ ትርእይዎ ክንደይ ናይ ደስ ልብል ምዃኑ ክንደይ ናይኻ ሻይን ልገብር ምዃኑ ኣረጋጊጽኹም ኢኹም ትገዝኡ ማለት እዩ ስለዚ ኣብ ልስን ወዲእኹም ናብ ቀለም ደረጃ ልውጻኹም ሰባት ኣሊኹም ሰራሕተኛ ኣለ ኮንታክት ንገብርና ስልኪ ትደልዩ ተሃሊኹም ለ ብውሽጢ መስመር ኣናጉርኒ ካብ መቐለ ውጻእ ኣለ ክሰርሑልኹም ይኽእሉ እዮም ኣብ መቐለ ውሽጢ ተሃሊኹም ለላ ሰሪሖም ከረክብኹም ይኽእሉ እዮም ማለት እዩ ብቻ ንስኹም ብካሪ ህንደዮም ዝሰርሕዎ ጠይኩም ገዛኹም ለላ ነገር ኹሉ ባዕሎም ኣጽኒዖም ንለሎ ዋጋ ክነግሩኹም እዮም እሶም ለይኹም ለላ ብኣ መሰረት ትነጋገሩ ማለት እዩ ብውሽጢ መስመርለ ኮንታክት ገሩኒ ስልከይ ኮሜንት ቀምጠልኹም እያ ስለዚ እዞም ቀለማት እዚኦም ዋጋ እዚ መስል ማለት እዩ ኣብ መወዳእታ ክብለኩም ደል ነገር ተሃልዩ ቦታ ምግዛእ ትደል ሰባት ኣሊኹም ሃምለኩም ኩሉ ግዜ ኣብ ከተማ መቐለ ክኾን ይኽእል እዩ ኣብ ዝተፈላለዩ ከተማታት ትግራይ ቦታታት ምግዛእ ትደል ሰባት ኣሊኹም ብውሽጢ መስመር ኣናገሩኒ ካብ ባዶ መሬት ጀሚሩ ዝተሰረተ ህድም ኮሎ ንልዎ ጸለላ ዓይነት መማረጺ እኒኦ ማለት እዩ። ስለዚ ንስኹም ብደስ ለለኩም ወይ ዓቕምኹም ብልፈቐዶ ካብ ሰለስተ ጀሚሩ ክሳብ ልዕሊኡ ለለዉ ገዛውቲ ኣብ ኢድና ልሓዝናዮም ርኢና ማለት እዩ። ምግዛእ ትደልዩ ሰባት ተሃሊኹም ብውሽጢ መስመር ኣናግሩኒ ልሓሸ ነገር ካባየ ክትረኽቡ ትኽእሉ ኢኹም። ስለዚ ኣብ ቐጻሊ ፕሮግራም ተመሊሰ እስካዕ ልመጸኩም። ከምተለመደ ላይክ፣ ሼር፣ ሰብስክራይብ ምግባርኹም ኣይትረስዑ። ቻው።